ቀዳመይቲ መዓልቲ ናይ ዝልሕጃ ትኣቱ ኣላ። እዘን ዓሰርተ መዓልቲ ካብ ቀዳመይቲ ዝልሕጃ ክሳብ ዓስረይቲ መዓልቲ ዝልሕጃ ዘለዋ፣ ዓሰርተ መዓልቲ ካብ ሎመዓንቲ ማለት እዩ፣ ካብ መቕሪብ ሎመዓንቲ ጀሚርካ፣ እዚኤን እተን ዝበለጻ መዓልታት ኣብ ረቢ ሱብሓነሁ ወተዓላ እየን። ነቢይና ዓለይሂ ሰላቱ ወሰላም እንታይ ኢሎምና? ኢሎም፣ ማ ሚን ኣያሚን ኣልዓመሉ ኣሳሊሑ ኣሐቡ ኢለላህ ሚን ሃዚሂል ዓሽር። ካብዘን ዓሰርተ መዓልታት እዚኣተን እኮኒ ናብ ረቢ ስብሓንሁ ወተዓላ እተፈተወ ሰናይ ተግባር ዝትግበር ካብዘን መዓልታት እዚኣተን የለዋን ኢሎም ገለ ዑለማ ኢሎም ወላ ካብ ረመዳን ወላ ካብ ረመዳን ኢሎም ወላ ካብተን ዓሽር ልኣዋክር ናይ ረመዳን ለይለት ልቀድር ዘለወን ወላ ካብተን ለይለት ልቀድር ዘለወን ናይ ዓሽር ልኣዋክር ናይ ረመዳን ኢሎም ስለዚ ያኒ ረቢ ስብሓን ወተዓላ ር ደልዩልና ክኸውን ተስፋ ንገብር እዘን መዓልታት እዚኣተን ኩሉ ዓይነት ር ግበር ኣብዘን መዓልታት እዚኣተን እተን ኣሕፀር ኣቢለ ወስያ ድህበካ ድማ ሰብኣይ እንድሕር ዳኣ ኮንካ ፈርዲ ናትካ ኣብ መስጊድ ስገዶ ምስተን ፈርዲ ተን ሱናታት ኣይትረስዓ እዩ ኩለን ተን ዓሰርተ ክለተ ሱና ዙህሪ ካብ ፈጅሪ ጀሚርካ ክሳብ ኣልዕሻ ዘለዋ ማለት እዩ ጓል ኣንስተይቲ ኣብ ገዛ ኮይና ትሰግድ ማለት እዩ እዚኤን ቀንዲ ቀጥ ኣቢልና ክንሕዘን ዝግበኣና ሰላት ማለት እየን። ምስኣተን ዊትርን ሰላት ኣዱሓን ድማ እንድሕር ድኣ ኣእቲኻለን እቲ ዝበለጸ ይኸውን ማለት እዩ። ካልኣይቲ እተን ሸሞንተ መዓልታት እሳተን ክትጾመን ዝበለጸ እዩ እንድሕር ድኣ ክኢልካ፣ ተዘይክኢልካ ካብኣተን ያኒ ውሰድ መዓልታት ጹመን። እታ ታሽዐይቲ መዓልቲ ጠብዓን ኩሉ ሰብ ይጾማ እዩ ንምንታይ ዮም ዓረፋ ክትሓልፍ ዘይብላ መዓልቲ እያ ማለት እዩ። ካልኣይቲ ወይ ሳልሰይቲ ወስያ ናተይ ድህበካ እንታይ እዩ? ዚክር ኣላሂ ስብሓነሁ ወተዓላ ኣብዘን መዓልታት እዚኣተን ዚክር ናይ ረቢ ስብሓነሁ ወተዓላ ጠጠው ከይተብል ኣብ ዘለኻዮ ቦታ ሃሊኻ ነቢና ዓለይሂ ሰላቱ ወሰላም ካብቲ ወስያ ድሃቡና ኣብዘን መዓልታት እዚኣተን ስብሓንላህ ኣልሓምዱሊላህ ወላኢላሃ ኢለላህ ወላሁ ኣክበር እዚ ጠጠው ከይተብሉ ኢሎምና እዚ ኣብዙሑ ኢሎምና ስለዚ እንታይ ኢኻ ክትገብር ዘለካ እዚኤን ኣዝካር እዚኣተን ጠጠው ከይነብል ኣብ ዘለናዮ ቦታ ሃሊና ኮፍ ኢልና ደቂስና ተሲ ኢና ንኸይድ ኣለና ኣብ ማኪናና ኣብ ብእግርና ንኸይድ ኣለና እዚኣተን ዚክር ናይ ረቢ ስብሓነሁ ወተዓላ ነብዝሕ ክንዝከር ዝግበኣና እዘን ዓሰርተ መዓልታት እዚኣተን ከም በርቂ እየን ድሓልፋ ምስ ሓለፋ ብጣዕሚ ከሐጉሳኻ እየን ኣብ ቀብርኻ ከሐጉሳኻ እየን ኣብ የውም ኣልቅያማ ብኢዝኒላሂ ስብሓነሁ ወተዓላ ረቢ ስብሓነሁ ወተዓላ ካብቶም ኸይር ዝደለየሎም ይግበረልና እንዳበልና